ብግልፂ ብግሃድ ዝረኣ ምትፍናን ኣሎ ኣብ መንጎ ኤርትራን ኢትዮጵያን። ከም ትፈልጦ ምስ ኤርትራ ቅድሚ ኦልሞስት ክልተ ዓመት ከባቢ ርክብ ኢኒሼት ጌርና ኔርና። ክሳብ ቀረባ ክሳብ ነሓሰ ከባቢ ፅቡቕ ዝበሃል ርክብ ኔርና። ግን ምስ ናይ ኤርትራ መንግስቲ እውን ዝተኾነ ምስ ኩሉ ጥፍኣቱ ኣብ ልዕሊ ህዝቢ ትግራይ ዝፈፀሞ ኩሉ ዓይነት ጥፍኣት ግን ሰላም ክንፈጥር ድሌት ኣለኒ። ኣነ ኣብዚ ሕዚ ሰዓት እገለ እገለ ተራኺቦም ዝተራኸቡ እፈልጥ እየ ዝተራኸቡ ይፈልጥ So ምስ ኤርትራ ዝግበር ርክብ ኣይኮነን እቲ ሓ- ዓብዪ ሓጢኣት ምስ ኤር ህዝቢ ኤ- መ- መ- መንግስቲ ኤርትራ ዝግበር ርክብ ኣንጻር ዝኾነ ሓይሊ ኣንጻር ፌደራል ስርዓ መ- መ- መንግስቲ ስግደፍዎ ዝኾነ ሓይሊ ተኮይኑ ግን ኣብ ምንታይ ተመስሪትና ኢና ኣብ ምንታይ ትንታነ ተመስሪትና ኢና ክንገብሮ ኣነ ሕተት እየ ምስ ዲፕሎማሰኛታት ብዛዕባ ተፈናቐልቲ እየ ዝዛረብ ግን ይለዓለለ እዩ ገለን ገለን ተራኺቦም ይበሃል ዲፌንድ እናገበርኩ እየ ዝውዕል ዝፈልጦን ከይተረፈ

ሕዚ ዘሎ ሕዚ ዘሎ ኩነታት እቲ ግዝያዊ ምምሕዳር ዝበሃል ናይ ፌደራል መንግስቲ ኣፔንዴጅ ኢሉ ስለ ዝወስድ እሶም ፀብለልታ ዘርእዩ ተኾይኖም ቀዲምና ናብ ትግራይ ኣቲና ክንከላኸል ኢና ዝብል ምልክታት ከም ዘለዎ ፈልጥ እየ እዚ ከይተሰከፍና ማለት እዩ ስለዚ ዝተወሰነ ጥይት መዝሐሊ ዝኾነ ሓይሊ ተዝረኽቡ እውን ዝፀልኦ ይመስለኒ ብወገን ፌደራል ክሳብ ሕዚ ኣብዚ ንእቶ ዝብል ኣይሰማዕኹን። ዓሰብ ናትና እዩ ይብሉ እዮም፣ ይግበእና እዩ ይብሉ እዮም። ስለዚ ብሕጋዊ መንገዲ ጥራሕ ድዩ ብወታደራዊ መንገዲ ሓደ ሓቂ ኣሎ። መንግስቲ ኢትዮጵያ ናይ ወደብ ድሌት ኣሎ። ከምቲ ዘልዐልኹሞ ድሮን ኣነ ሓቲተ እየ ድሮን ናይ ናይ ናይ መን ድሮን እዩ ድሮን ከም ዘይብልና እፈልጥ እየ ድሮን ኣለዋ ሰሚዐ ኣነስ ማለት ናይ ግድን ብእዝነይ ክሰምዕ የብለይን ትማሊ ነፋሪት ሰምዕ ነይረ ፍርቂ ለይቲ ከባቢ ብጣዕሚ ትሕቲ ዝወርድ ዝመስል ድምፂ ዓያል ድምፂ ሰምዕ ነይረ ክው ደገ ወፅኦ ስለ ዝነበርኩ እንደ ካልእ ግዜ እውን ሓልፍ ህሉ ሓረኡ ርኢኻ መቸስ ብፀልማት ናይ መን እያ ክትብል ኣይትኽእልን ሱታ ዝኽእል ኣሎ ድዩ ኣሴት ምትፍና እንተልዩ ኣብ መንጎ ኤርትራን ኢትዮጵያን ኣይ ብትግራይ ሓሊፈስ ብዓፋር ኣሽኪዐ ክኸድ ዝብል መጭስ ድሮን ክል የኽልን ድሕሪ ኣዲስ ኣበባ ስየድ ደሞ ኮይኖም ኤርትራ ዝሰዶ ነገር ተልዩ ተልዎም ያው ትግራይ ትመፅያ ፈተና ፀላእና ትግራይስ ናይ ኣብዚ ጎንፂ እዚ ምልክታት ዝረአየሉ ኩነታት ፈተና ፀላእና ኣብዚ ጉዳይ እዚ ንኣቶ ኣለና ንትግራይ ታርገት ዝገበረ ምንቅስቃስ ተልዩ ግን ጌጋ እዩ በፕሪቶርያ መሰረት እውን ተቀባልነት የብሉን በዚ ደረጃ እዚ ምስጢር ዘካፍሉና እውን ገርኩም ሓቲተ እየ ተገበሩ ግን ኣይገርመንን እዩ ንትግራይ ታርጌት ዝገበረ ግን በቲ ስምምዕ መሰረት ኣይግበርን ደው ክነብል ኮይና ተስማሚዕና ሆስታይል ዝኾነ ናይ ጥቕዓት ዝመስል ነገራት ከይህሉ ንኤርትራ ዝሓልፍ ድሮ እንተልዩ ግን ተፍለጡና ጽቡቕ እዩ ህዝብና እውን ክጭነቕ ይብሉን ብዝኾነ ይኹን መንገዲ ዘይንከላኸሎም ነገራት ክህሉ ከም ዝኽእሉ ግን ምርዳእ ጽቡቕ እዩ